Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከዓ ጽቡቕ ክትብላ ተስፋ ገብር ሎማዓንቲ ከዓ ብካልእ ቪድዮ መፅእክን ኣለኹ እንጆ ይገብሮ ተስፋ ገብር ሓደሽ እንተኾንክን መጀመርያ ክንድሕር ኮይኑ ኣብዚ ናተ ዩቱብ ሳብስክራይብ ምግባር ኣይትረስዓትን ኩሉ ግዜ ሳፖርት ገብረን ኣሕዋተይ ከዓ ብጣዕሚ እየ ደመስግነክን የቐኒየለይ መብዛሕትኽን ሳብስክራይብ ዘይገበርክን ኣብቲ ዩቱብ ስቱድዮ ኣትየ ክሪኦ ከለኹ ግን ሳብስክራይብ ግበራ ብጣዕሚ እየ ደመስግነክን የቐኒየለይ ሎማዓንቲ ናይ ፎርሆም ዲኮር ይሕዘልክን መፅእ ዘለኹ ፎል ክብል ከለኹ መብዛሕትኡ ሰብ ቅድሚ ሕጂ ኣብ ኮመንት ስለ ዝረኣኹ ዶ ይፈልጦ ብዛዕባ ፎል ሃለዊን ገለ ዝመስሎ ስለ ዘሎ ቅድሚ ሕጂ ስለ ዝረኣኹ ኣብ ኮመንት እየ ዝዛረብ ዘለኹ ናይ ሃለዊን ኣይኮነን ኩሉ ናይ ፎል ናይ ሲዝን ማለት እዩ ከምቲ ስፕሪንግ ሳመር ናቱ ዲኮር ክስታይ ንገብር እዚ ከዓ ናይቲ ፎል ሕብርታት ከምዚ ፓምኪን እንደገና እዚ ኣግራብ ተቐይሩ እዚ ክስታይ እቲ ክስታይ ፎል እቲ ድወል ክስታይ ዝኸውን ናይቲ ገረብ ማለት ኤኒወይ እሲ ሒዘ መጼ ዘለኹ ናይ ሃለዊን ገለ ኣይኮነን ኣዚ ኩሉ ደርእየክን ደለኹ ናይ ፎል ናይ ሲዝን እዩ ብጣዕሚ እየ ደመስግነክን የቀንየለይ ሕጂ በብሓደ ኩሉ ከርእየክን እየ ማለት እዩ ኣብዚኣ ከኣኒ ኣብዛ ናይ ካፊ ኮርነር ከኣ ብዙሕ ነገር ኣይገብርን እየ እዚኣ ናይ ካፊ ኮርነር ናተይ እዚኣ ማለት እዩ እዚአን ሕጂ ዘን ጣሳታት ሕጂ የውፅኤን ብዙሕ ግዜ ኣይገብረን እየ ብዙሕ ቦታ ከዓ ስለዝሕዛ ግን ከምዚታት ፅቡቅ ፅቡቅ ዲኮር ገብር ከለኹ ይገብረን ማለት እዩ ካልእ ግዜ ግን ንእሽተይ ኣላትኒ ኣንጣልጢለ ክስታይ ድገብረላ ኣብዚኣ እዚኣ ገይረ ሕጂ ኣብዚኣ እዚኣ ፃዕዳ ፓርኪን ክገብረ እዩ ማለት እዩ ኣብዚኣ ከዓኒ እዚኣ ሕብራዊት ከዓ ሕብራዊት ኣብዚ ምስቲ ፃዕዳ ውልዕ ክትብለለይ ከዓ ኣብዚኣ ገይረ እዚኣ ፓምኪን ገይረ ኣለኹ እዚአን ገይረን ኣለኹ ማለት እዩ ካልእ ፍላወር ገለ ብዙሕ ቦታ ስለ ዘይብሉ በዚ ኣይገበርኩን እዚኣ ግን ከምዚኣ ገይረ ዲኮር ገይረ ኣለኹ ማለት እዩ ኣብዚኣ ኣይላንድ ከዓኒ እዚኣ ኣላትኒ እዚኣ ቅድሚ ሕጂ ነታ ካልእ ናይ ስፕሪንግ ፍላወር ገይረላ ዝነበርኩ ከምዚ ብጣዕሚ እያ ዘነደብሎ ዝኾነ ዓይነት ከምዚ እንድሕር ክስታይ ረኺብክን ማለት እዩ መብዛሕትኡ ግዜ ኣብ ሆም ጉድስ ኣብ ማርሻል ገሌና ንረኽቦ ሓደ ዓይነት ካምፓኒ ስለ ዝኾነ ብፍላይ ሆም ጉድስ ንግሆ እንድሕር ከይትክንን ኣብኡ ክትረኽባ ትኽእላ ኢኽን ማለት እዩ ድሓር እዚ ኣብ ፍላወር እዚ ፍዮር ለን እዚ ፅቡቕ ፍዮር እዚ ክስታይ ብዛ ቤዝ ምስ ፍዮር ኣዚኣ ከምዚኣ ገይረ ኣብዚኣ ገይረያ ኣለኹ ማለት እዩ ካልእ እንታይ ክንገብረላ ኢና ኣብዚኣ ፅቡቅ ገይረ ምስ ወዳእኹ ምስ ቀዳሕኩ ኣብ መወዳእታ ከርእየክኒ ሕጂ በዛ ሓደ ኢደይ ካሜራ ሒዘ ስለ ዝቐድሕ ዘለኹ ካልእ እዚኣ ሽምዓ እዚ ሽምዓ ሕጂ መብዛሕትኡ ኣይ ቲንክ ከይቆረስኩ ስለ ዝኸይድ ከም ገለ ስለ ዝገብረኒ እቲ ጨና መብዛሕትኡ ኣብኡ ዝነበረ ኣይፈተኽዎን እዚኣ ግን እዛ ቨኒላ ፓምኪን ግን ከይወላዕዋ ከለኹ በቃ ብጣዕሚ ብጣዕሚ ጥዕምቲ ጨና እዚኣ ፈተያ እምበር መብዛሕቱ እቲ ሕድ- ናይ ሕጂ ደሎ ክስታይ ኣይፈተኽዎን ግን ጨኔ ጨኔ ጨኔ ብዙሕ እዚኣ ቨነላ ፓምኪን እንድሕር ረኺብኪ ንኣ ብጣዕሚ ጥዕምቲ ጨኔ ኣይ ቲንክ ካብ በርሊንግተን እየ ገዚአዮ እዚ ቨነላ ፓምኪን ማለት እዩ ንግሆ ንግሆ ቆልዑት ምስ ኣብፃሕኩ ኣብታት ከይደ ሓድሽ ሓድሽ ትረክብ ማለት እዩ ስታ ገብሮ ከሎ ጎረረይ ክስታ ይገብረን ኣሎ ኤኒወይ እዚኣ ከዓ እዛ ንእሽተይ ፓምኪን ከዓ ኣብዚኣ ክንገብረላ ኢና ብጣዕሚ ፅብቕቲ ሲምፕል ኮላ እዚኣ ብዙሕ ዲኮር ዘይብላ ኮሎ ግን ብጣዕሚ ደስ ትብለካ እዚኣ ኣብ መወዳእታ ምስ ቀዳሕክዎ ፅቡቅ ገይረ ከርእየክን ግን ሽምዓ ድሓር ክውላዕ እየ ማለት እዩ ካብ መጠን ንላዕሊ እዚኣ ሓንቲ ስለ ዝነበረት እዛ ቨኒላ ፓምኪን እምበር ካልእ ክገዛእ ሓሲበ ነይረ ክውስኽ ሓሲ ከምኡ ጥራይ ገዛእ ሓሲበ ነይረ ማለት እዩ ኣብ ድኸት ክወቅን እንድሕር ክስታይ ኢለ እትው ኢለ ወፅኤ ንግሆ ቆልዑት ምስ ኣብፃሕኩ ኣብ ሆም ጉድስ በርሊንግተን ገለ ፍትው ኢለዎ ላይክ ግዛዕ ኮለል ኮለል ኮለል ኢለ መጽ ማለት እዩ ሓደ ሓደ ግዜ ደስ ዝብለኒ ኤኒወይ እዚኣ ከምዚኣ ገይረ ዲኮር ገይረ ኣለኹ ሲምፕል ድሓር ከዓ እዚኣ ከዓ እዚኣ እዛ ላይት ከዓ እዚኣ ላምፕ ከዓ ኣላ ኣብዚኣ ቅድሚ ሕጂ ኣርእየክን ዝነበርኩ ላምፕ ማለት እዩ እሳ ከዓ ኣብዚኣ ከምዚኣ ገይረ ምስኣ ክስታይ ገይረያ ኣለኹ እዚኣ ብጣዕሚ ፅብቕቲ ምስ ወዳእኹ ኩሉ ከርእየክኒ ኣብዚኣ ከዓኒ እዚኣ ናይ ናይ ጣውላ ክስታይ እዚኣ ገይረ ኣለኹ እታ ፓምኪን ማለት እዩ ሓዳሽ ኣይኮነት እዚኣ ናይ ቅድሚ ሕጂ ዝነበረትኒ ሕጂ እዚኣ ሸይ ክገብራ ኣብዚ ኣብዚ ማእኸል ሓሙሽተ ክስታይ እንደለዋ እዚአን ኣብ ክንዲ ዓበ ካልእ ዝገብረሉ ኢለ ፅልምት ኢሉ ኣሎ በዚ ክንረኣየክን ክህሉ ተስፋ ገብር ወይ ኮፍተ የትፍኒስትራ ከፊተየ ሕጂ ክስታይ ኮይኑ ማለት እዩ ሕጂ እዚአን ቅድሚ ሕጂ ገዚአዮ ዝነበርኩ ክስታይ እንዲን እዚአን እዘን ናይ ቴብል ራነር ዘን ፓምኪን ማለት እዩ ሓሙሽተ እየን ዝፀን ኣብታ ማእኸለይቲ እዛ ችረይ ኣብኣ ክገብራ እየ ደሓር እዚኣ ፍዮሪ እዚኣ ኣለሃኒ ብዚኣ እዛ ጎልደን ናይ ቀደም እየ ዝነበረት እዚኣ ሕጂ ሓደ ሓደ ግዜ ስልችው ክብለኒ ከሎ ኣብ ክስታይ ይገብሮ ማለት እዩ ካብ ኣብስቴር ናብ ታሕቲ ናብ ላዕሊ እንዳገበርኩ ይቀያይሮ ማለት እዩ ግን ኩሉ ግዜ እዚ ዲኮር ዝገዝኦ በቃ ክስታይ ኣይጉሕፎን እየ ማለት እዩ ዓመት ዓመት ጥቀመሉ ኣብ ፅቡቅ ኮንቴነር ገይረ የቐምጦ ድሓር ከምዚኣ ገይረ እዚኣ ድሓር ሽምዓ ከዓኒ ኣብዚኣ ዝፀንሐት ሽምዓ እያ ደላትኒ ካልእ ሽምዓ ኣላትኒ ከም ዝበልኩም ጥዑም ስለ ዘይነበረ መብዛሕቱ ክስታይ ኣይገበርኩን ማለት እዩ ኤኒወይ ብዙሕ ኣይገዛእኹም ክልተ ጥራሕ ገዚአ ሽምዓ ኣብ ድኸትኮ ግን ካልእ ክውስኸ እዚኣ ዝነበረትኒ እያ

ብጣዕሚ ፅቡቅ ክስታ ይገብር ማለት እዩ ሴብ ንገብሮ እንደገና ከዓ ፋሽን ኣይወድቕን ወላ ድሕሪ ክንደይ ዓመት ከዓ እዚ ሕጂ ደሎ ኣይትረኽቦን ኢኻ ማለት እዩ ኩሉ ግዜ ከነቐምጦ ፅቡቅ እዩ ኣብዚኣ ንእሽተይ ካፊ ተብልካ በዚ ጥቃ ሳሎን ደላ እዚኣ ላይት ገይረላ ኣለኹ ሓንቲ ከምዚአን ክልተ ገዚአ ነይረ ካብ ኣማዘን ኣርእየክ ነይረ ብጣዕሚ እያ ዘንደብሎ ነቲ ገዛ ማለት እዩ እሳብኡ ገይረያ ኣለኹ እዚኣ ናይ ኣብዚ ናይ እሽተይ ናይ ካፊ ጥቃ ሳሎን ኮፍ ንብለላ ማለት እዩ ደሓር እዚኣ ከ ኣላትኒ እዚ ቀደም ካብ እዚ ቤት ቀደም ካብ ሜስስ ገዚእ ነይረ ክልተ ኣብ ሓንሳበይ ገዚእ እየን ብጣዕሚ ፅቡቃት ደስ ትብላካ ከምቲ ዝብለክን ድበልኮን እንዳቀያየር ኮስታ ይገብሮ ማለት እዩ እዚኤን ከዓኒ እዚ ናይ ፎል ከዓኒ ዝነበረኒ ናይ እዚ ክስታይ ገይረ ማለት እዩ ካብቲ ክስታይ ዝኾነ ካብቲ ደረቐ ክስታይ ድመስል ናይ ፎል ዲኮር ከምዚ እየ ድፈቱ ከምዚ ዝደረቐ ገረብ ድመስል ኣሎ ምሽ ኣነ ግን ቁሩብ ብራይት ዝኾነ እየ ዝፈቱ ሶ እዚኣ ከምዚኣ ገይረያ ኣለኹ እዚኤን ፓምኪን ከዓ ሃለዋንኻ እዚኤን ንኣሽቱ ኣብዚኣ ከዓኒ ኣብዚኣ ገይረ ኣለኹ ማለት እዩ ክልተ ከዓ ኣብዚኣ እዛ ላይት ወሊዐያ ኣለኹ እቲ ገዛ ብጣዕሚ ባእሚን ፅቡቅ ዝኸውን እቲ ሽምዓ ከዓ ብጣዕሚ ናይ ፎል ሽምዓ ከዓ ብፍላይ ፅቡቅ ትረክብ ኮለካ ከምቲ ዝበልኩኹን ጥዑም ኣይረኸብኩን ምስ ዲኮር ማሽ ዝገብረለይ ጥዑም ኣይረኸብኩን ኤኒወይ ግን ከምዚ ገይረ እዚኣ እዚኣ ገይረ ዲኮር ገይረ ኣለኹ ምስ ወዳእኹ ጽቡቅ ገይረ ከርእየክን እየ። ኣብዚ ሳሎን ከኣ እዚ ናተይ ሶፋን እዚ ምንጻፍን ድማሳሰል ብራውንን ክሬምን ስለ ዝኾነ ምስኡ ክስታይ ክገብረለይ ኢለ ከኣ ከምዚ ኦረንጅ ገለ ዲኮር ኣይገበርኩን እዚ ገይረ ማለት እዩ። እዚ ብራውን ሜቢ ዓሰርተ ዓመት ገለ ዝገበረ ክስታይ እዩ። እዚ ናይ ፒሎ ማለት ሶፋ ፒሎ ማለት እዩ። ከምቲ ዝብለክን እንዳቀያየርኩ ካብ ላዕሊ ናብ ታሕቲ እንዳምጻኹ ኣብ እንዳቀመጥኩ ገለ ክስታይ ይገብሮ ማለት እዩ ልዕሊ ዓሰርተ ዓመት ዝገበረ ከምቲ ዝበልኩኹም ማለት እዩ እዚ ከዓ እዚን ፓምኪን ኪሎ ከዓ እዚአን ከዓ ብራውንን ክስታየን ገይረየን ክልተኤን ማለት እዩ ኣብ መንጎ መንጎ ከምዚኣ ገይረ ገይረየን እዚ ኣብቲ ከዓ ለፐርድ ለሃኒ ከምዚኣ ገይረ ገይረየን ማለት እዩ በዚ ከዓኒ ለፐርድ እዚ ብላንኬት ገይረ ምክንያቱ ብራውን ደለ ነይረ ብራውን ግን ኣይረኸብኩን ግን ስቲል እዚ ለፐርድ ከዓ ፅቡቅ ናይ ፎል ካለር ስለዝኾነ እዚ ከምኡ ገይረ ብጣዕሚ ስለ ዝፈቱ ለፖርድ ክልተ ለፖርድ ኣለኒ ግን እዚ ሓንቲ ገይረያ ማለት እቲ ሓንቲ ካብ ታሕቲ ገይረያ ከምዚኣ ገይረ እዚኣ ከዓ ዲኮር ገይረያ ኣለኹ ማለት እዩ እዚ ብጣዕሚ ኦረንጅ ገለ ዘይኮነ ኣብ ሶፋ ዘለኽዎ እዚ ብራውንን ክሬምን ደልየ ማለት እዩ ምዚ ክስታይ ከዓ ምዚ ናይ ዝገዛ ዲኮር ምዚ ምንፃፍ ገለ ማሽ ትገብረለይ ከምዚኣ ገይረ ሲምፕል ከሎ ብጣዕሚ ደስ ትብለካ ፅቡቅ ከምዚኣ ገይረ ዲኮር ገይረዮ እዚ ነዚ ፒሎ ማለት እዩ ከምዚ ገይረ ገይረዮ ኣለኹ ኣጸቢቐ ፓምኪን ገለ ክብል ዝሓይደሉ ኹን ብ ካልእ ክውስኸሉ ሓሲበ ነይረ ሓደ ሕብሪ ወላ ገለ ግን እዚኦም ብጣዕሚ ስለ ዝፈተኽዎን ክሪምን ብራውንን ከምዚኣ ገይረ ዲኮር ገይረ ኣለኹ ማለት እዩ ከዓ ኦልሬዲ ገይረ ኣለኹ እዚ ፓምኪን ፓምኪን መሊእ እዩ ዘሎ ዝገዛ ዘናእሽቲ ፓምኪን ብጣዕሚ ኣብ ኩሉ እየ ገይረ ዘለኹ ኣብቲ ገይረ ኣለኹ ክልተ ኣብዚኣ ሓንቲ ገይረ ኣለኹ ኣብ ክችን መዓት እዩ ከምዚ ከምቲ ዝበልኩኽን ቀድም ገዜ እዮ ነይረ ማለት እዩ እሱ ኣብዚኣ ከዓ እዚኣ ገይረ ኣለኹ ናይ ቀደም ዝነበረትኒ ኤክስታይ ማለት እዩ እዚ ኩሉ እዚ ናይ ቀደም ዝነበረኒ ሓድሽ ኣይኮነን እዚ ዲኮር ግን ከምቲ ዝብለክን ፅቡቅ ገይረ ስለ ዘቐመጡ ኣብ ከምዚ ኮንቴነር ጎማ ኮሎስ ካብ ታርጌት ገለ ንገዝኦ ኣብ ከምኡ ገይረ ስለ ዘቐምጦ ከም ዝኸውን ኮሎ የውፀ ማለት እዩ ደቂ ኣውፅኦን ወፅኦን ሕና ነ ብቐዳማይ ዲኮር ገብረን ፅባሕ ዝበልኮን ኣነ ስራሕ ምስከትኩ ኩሉ ኣውፅኦን ወፅኦን ይሕን ትማሊ ግን እዚ ገዛ ኣፀራርያ ኣቢለ ሬዲን ሎም መዓንቲ ክስታይ ገብረ ኢለ ከምዚ ገይረ እየ ማለት እዩ እዛ ሽምዓ ካብ ማርሻል ሰገዚ እያ ሃኒ ፓምኪን እዚኣ ቁርብ ተሓይሽ እቲ ጨና ማለት እዩ መብዛሕትኡ ተጨንኹዎም ትድበልኩኽን ከይቆረስኩ ስለ ዝኸይ ስጋብ ሰዓት ሰለስተ ገለ መብዛሕትኡ ግዜ ኣይበልዕን እየ ሶ ትንጎ ዝከትኩ ጨና ምስ ጨነኾስ ብዙሕ ኣይፈተኾን ማለት እዩ ኤኒወይ እዚኣ ከዓ ከምዚኣ ገይረ ዲኮር ገይረያ ኣለኹ ብጣዕሚ ፅብቕቲ ብጣዕሚ ደስ ትብለካ ከምዚኣ ገይረ ዲኮር ገይረ ኣለኹ ሕጂ ኩሉ ከርእየክን እየ ብሓንሳብ ገይረ ማለት እዩ ማለት ከመይ ገይረ ዲኮር ከም ደሎ በቦስታይ ከፅቡቅ ገይረ ከርእየክን እየ ሕጂ ከምዚኣ ገይረያ ኣለኹ እዚኣን እዛ ክሽነ ከምዚኣ ትመስል ትዛረብ ደሎ ዝጠወቕኮ መሲልኒ ስቕ ኢለ ክልፍልፍ ፀኒሐ ከይወላዕኹ ኤኒወይ እዛ ክሽነ እዚ ናይ ዘይተገለ ኮንቴነር መቐመጢ ካብ ኣማዞን ገዛ ኮይ ቅድሚ ሕጂ ኣርእየክን ነረ እንድሕር ትደልያ ኮንክን ሕተታኒ ኣብቲ ዲስክሪፕሽን ባክስ ገብረልክን እኽእል እየ ካልእ ዓይነት እንድሕር ረኺበ ክቕይሮ ኢለ ኣለኹ ምክንያቱ ነዊሕ ስለ ዝፀንሐ ግን ስቲል ስካብ ሕጂ እዚ ፅቡቕ ፋሽን ዘሎ ክስታይ ናይ ገዛ ትረንድ ዘሎ ናይ ዘይትን ናይ ክስታይ መቐመጢ ማለት እዩ Anyway እዚኣ ከምዚኣ ገይረያ ኣለኹ እዛ ላይት እንድሕር ረኺብክን ኣብ ክሽነ ግዝኣ ምክንያቱ ኣብ በዓል ማርሻል ገለ ኣሎ ከምቲ ዋየር ገለ የብሉን ድንጣላጠል ሶኬታት ማለት እዩ ከምዚኣ ጌርካ ነቲ ክሽነኻ ኣዘኒ ጠብሎ እዚኣ ከምዚኣ ሲምፕል ገይረያ ኣለኹ በቲ መንደቕኩ ክገብር ከለኹ እቲ መንደቕ ከይባላሸወኒ ኣሎ እዚ ክስታይ ዝገብረሉ ዝስጥ እዚ ናተይ ስቶፕ ክስታይ እቲ መንደቅ ከይባላሸውን ብከምኡ እቲ ኩሉ ግዜ ደይባላሸው ጽሩይ ድኸውን ክኩብር ኮለኹ ንዑ መሸፈን ኣሎ ቅድሚ ሕጂ ኣርእየኪ ነይረ ካብ ኣማዘን ዝገዛእክዎ ጸብሒ ገለ ካይነጥሮ በዓል ሽሮ ገለ ኣብ ኩሉ ስለ ዝኸዶ ክስታይ ድገብሮ ማለት እዩ ይሽፉነ እየ ኤኒወይ እዚኣ ከምዚኣ ገይረያ ኣለኹ ማለት እዩ እዚኣ ከዓ ከምታ ድበልኩ ከምታ ድረኣኹ ክንካ እዚኣ ከዓ ከምዚኣ ገይረያ ኣለኹ ማለት እዩ ካልእ እዚኣ ከይረኣኹ ክንፀናሓኩ እዚ ክስታይ እዚ ናይ ኦቨን ከዓ ገይረ እዚ ናይ ኦቨን ከዓኒ እዚ ፅቡቅ ናይ ናይ ፎል ሊፍ ዘለዎ ክስታይ ቅድሚ ሕጂ ናይ ፓምኪን ነይርኒ ናይ ፎል ማለት እዩ ሱቆሚጥ እዮ ስለ ደጋገምኩ ዓመት ዓመት እዚአን ሕጂ እዚአን ፅቡቃት ገይረ ኣለኹ ካብ በርሊንተን እየ ገዚኦ ብዙሕ ተክስታይ ኣይፈትኹዎ ነይረ እቲ ዘለዎ ሕብርታት ደስ ትብለኒ ይረኸብኩ ነይረ እዚ ግን ሕሱር ከሎ ዋግኡ ብጣዕሚ ፅቡቅ

እቲ ሕብርታት ኣብኡ ደሎ ብጣዕሚ እዩ ደስ ትብለኒ ኩሉ ግዜ ዓመት ዓመት መብዛሕትኡ ግዜ እንዳደጋገምኩ ገብራ እየ ካብኡ ድፅብቕ ስለ ዘይረኸብኩ ኤኒወይ እዚኣ ከዓ ከምዚኣ ኮይና ኣላ ብጣዕሚ ደስ ትብለካ ገይረ ኣለኹ ማለት እዩ እዚኣ ናይ ኣይላንድ ከዓ ከምዚኣ ገይረ ገይረ ኣለኹ እዛ ጎልደን ቬዝ ብጣዕሚ እየ ድፈትዋ ናይ ክንደይ ዓመት ዝገበረት ብዙሕ ዓመት ዝገበረት እያ ማለት እዩ ግን ብጣዕሚ እየ ዝፈትዋ ፅብቕቲ እዚአን ከዓ ከምዚኣ ገይረ ዲኮር ገይረ ኣለኹ እታ ናይ ማእኸል እታ ናይ ቴብል ራነር ብጣዕሚ እየ ዝፈትዋ እዛ ፓምኪን ከምዚ ቨልቨት ዝኾነ ክስታይ ቴክስቸር እዩ ዘለዎ ብጣዕሚ ከምዚኣ ገይረ ዲኮር ገይረ ኣለኹ እዚኣ ከዓ ብጣዕሚ ፅብቕቲ ኮይና ሕጂ ከዓ ነቲ ናይ ሳሎን ከዓ ፅቡቅ ገይረ ከርእየክን በቲ ሳይድ ደላ ማለት እዩ ከምዚኣ ኮይና ፅብቕቲ ፅፍፍቲ ብዙሕ ክስታይ ደይብላ ከምዚኣ ገይረ ኣለኹ ሳሎን ከዓ ከምዚ ገይረ ገይረ ኣለኹ ብጣዕሚ እያ ደስ ትብለካ እዚኣኻ ብጣዕሚ ፅብቕቲ ከምዚኣ ገይረ ካዚኤን ዲኮር ከምዚኣ ገይረን ኣለኹ ብጣዕሚ ደስ ዝብለካ ፅቡቅ ኮይኑ ማለት እዩ ኤኒወይ እዚኣ ከዓ ከምዚኣ ገይረ እያ ገዛሒቲ ጥዑም ኮይኑ ሽምዓ ከይወላዕኹ ከለኹ እታ ቨነላ ፓምኪን ብጣዕሚ ጥዑም ስለ ዝገበሮ ጥዑም ኮይኑ ናይ ሎማዓንቲ ቪድዮ እዚኣ ትመስል ሳብስክራይብ ንሕደይ ገበርኩም ኮንክን ሳብስክራይብ ከይገበርክን ኣይትውፅኣ ስጋብ ሕጂ እንድሕር ሪኢኽን ኦኾንክን እዚ ቪድዮ ሳብስክራይብ ድሕር ዘይገበርክን ሳብስክራይብ ከይገበርክን ኣይትውፅኣ ላይክ ከዓ ከይገበርክን ኣይትውፅኣ ብጣዕሚ እየ ደመስግነክን የቐንየለይ ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኸበና